ዮው ሰላም ሰላም ዝኸበርኩም ናይ ረማይ ፊልምስ ዩቲብ ቻነል ቤተሰብ ዝኸበርኩም ተኸታተልተይ ዝፈተኩም ተኸታተልተይ ረማይ ናትኩም ተመሊሰ መፀ ኣለኹ እሺ ኣሕዋት ቅድሚ ኩሉ ደሓና ዲኹም ጥዕና ስራሕ ቤተሰብ ኩሎ ቦትኡ ድዩ ተመስገን ተመስገን እሱ ይስኣን ብምቕፃል ናብ ናይ ልምዓት ፊልምና ከም ዝተለመደ ክንስሓቅ ክንጫወት ክንዘናጋዕ ክንምሃር ኣብ ቦታና ተረኺና መፂና ኣለና ቅድሚ ናብ ቪድዮና እንታይና ግን ነሱ ቻነል እዚ ሓደሽ ዝኾንኩም ሰባት ተሃሊኹም ወይ ድማ ሳብስክራይብ ክገርኹም ትርእዩሳ ተሃሊኹም በይዛኹም ዓሰርተ ሽሕ ንምልእ ያክለኩም ይደሊ ሽው ምንፋስ ብምቕጻል ነዛ ቪድዮ እዚኣ ድማ ናብ ብዙሓት ሰባት ክተጽሕ ስለ ዘለዋ ላይክ ሸር ምጋር ይንርስዕ ሕዚ ናብ ቪድዮና ክእተወኩም እየ ክሳብ መወዳእታ ቪድዮና ምሳኹም ትከታተሉ ብኽብሪ ዝሓትት ሰናይ ጻንሒት እሺ ኣሕዋት እዚ ቪድዮና መጀመሪ ክኾነናሲ ኣብዚ ቀረባ ግዜ ርኢኹም ኢኹም ፀሓይ የመይ ሓይላ ከም ዘላ ማለት ተቓፂልና ተወዲእና በቃ ይኸኣልናን ውፅእ ትብል ፀሓይ ኢኻ ተቓፂልካ ትመፅእ ንጉሆ ካልእ ይኹንካ ትወፅእ ተኣቱ ተለኻ ካልእ እዩ

ዝና ትሕልፈልና ይመስለኒ ነይሩ ኣሕሊፋትልና ግን ተመስገን እወ ያነ ዛታ ወይ ደቕ እሺ ሓት ካብዚ ምቕጻል ድማ ማለት እዩ ሓደ ሓውና ኣሎ ማለት ጸረ ወዳት እዩ ኣናኦም እየ ክሎ እስቲ ንረዮ ንወዲ ተባዕታይ ሰለስተ ነገራት ክትኣምንዮ ኣይብልክን ቁጽሪ ሓደ ናይ መጀመርታ ኢኺ ቁጽሪ ክልተ ቤተሰበይ ለየፋልጠኪ እኮ ሓፋር ስለለኾንኩ እየ ቁጽሪ ሰለስተ ብለይ ብኣኺ ክነብር ኣይክእል እየ እንድሕር ኢልኪ ኣምልጢ ነጊረኪ እኔኹ
ዘወዲ ግን ኣማላይ እያ ብጣዕሚ በቃ ኣማላይ ወዲዎን እኮ በቃ ፊቱ ኣነ ኣይ ኣዋልድ ኣሕዋተይ ሓቁ እዩ ዝሓውና ዝበለክን ባ ዝሓፍትና ወይ ኣነ ዛታ ወይ ደኽል ሓደ መንእሰይ ነይሩ እንታይ ይገብር እዚ መንእሰይ ቢራ ዳ ቢራ ኣትዩ ዝተሎ ቢራ ክልተ ቢራ ኢለ ዝኹሉ ግዜ እና እዛ ሓንቲ ችርስ ላበለ ኢሉ ሰትል እዛ ሓንቲ ቢራ ኣይሰትያ እዚ በዓል ገዛ ይዕዘቡ እሞ ልምንታይ ኢኻ ግን ሃምስ ትገብር ኩሉ ግዜ ክልተ ቢራ ትእዝዝ ገለ ይብሎ ሓረ እንታይ ይብሎ ዝዓርኩ ብጣዕሚ ልፎትዮ ዓርከይ ነይሩ ብሞት ልተፈለየና ዓርከይ ቢራ ትሰተ ኣለኻ ቡና ትሰተ ኣለኻ ከይንራሳ ሳዕ ምዕልቲ ኩሉ ግዜሲ ችርስ ላብልካ ንስታይ ኢኻ ክልተ ነገር ኣዝዝ ኢኻ ኢሉኒ ሞይቱ ቀዲሙ ልሞተ ከይንራሳ ሳዕ ክሻዕ ዘለኣለም ክንነብር ምእንቲ ፍቕርና ኢሉ እዩ ሃምዚ ስለ ልበለኒ ዓርከይ ቃል ሰለለለኒ ኢሉ ወይም በሃልና ዕርክነት ማለት ክሻዕ ሞት ዝዘልቕ ዘለኣለማዊ እዩ ሲሉ ግዝያዊ የኾነ ግዝያዊ ዕርክነት ማለት ቀሊል ነገር ክንሪኦ የብልናይ ክሻዕ ሞት ዝዘልቕ ክሻዕ ሞት ዝዘልቕ ዓርክና እስቲ ኣብ ኮሜንት ሜንሽን ጎሮ ኣብ ኮሜንት ጸሓፎ ኣሕዋት እዛ ቪድዮ ብጣዕሚ እያ ደስ ትብል ማለት ዕርክነት ማለት ክሳብ ሞት ዝዘልቕ ምዃኑ ተዓዚብና ርኢኹም ኢኹም ዓርኩ ሞይቱሲ በይኑ ናብ ካፌ ከይዱስ ክልተ ቢራ እዙ ነዛ ቢራ ችንስ ናበለ ኢልሰቲ ዓርኩ ክዝክር ማለት እዩ እስቲ ከምዚ ዓይነት ዓርክ ተሃልዩኩም ኣለኩም እንዲ መጀመርያ ተሃሊኩም እዛ ቪድዮ ሼር ግበርሉ ሐዚ ቅልጥፉ እቲ ሸውዓተ ሰው ዝድማ እንታይ ይብለና ኣሎ ሕጋዊ ደላሊ እታ ገዛ ንሳማ ተሸይጣ እኮ ካልእ የላ ክርእየልካ ስፍሕ ዝበለት ስሳ ካልእ
ስማዕ እታ ሰራሕተኛ ዝምፃካለይ ወርቀይ ቅርሸይ ዘሪፋትኒ ከይዳ ኣይሞትልንኻ ንዓይ

ጉዳይኩም
ጉዳይ
ንዕቅድ ኢና ሰራና ከም ወልከቱ ሓቁ እዩ ማለት ጉዳይ ዶ ኮይኑ ዝሓውና ማለት ሰራሕተኛ ምፀልና ኢልኩም ምፅ ኢልኩም ጥንስቲ ድያ ሓራሲ ድያ ሰራቂት ድያ ኣይምልከቶይ ጉዳይኹም ጉዳይኩም ሰላማት ኣሕዋት ከመይ እኒኹም እስኪ ናይዛ ሓፍትና ቪድዮ ርኢና ንመልስ እሞ

ኩሉ ዓይነት ስፖርት ኢልክዮ ኩሻዊ ቀሪቡ።
ኣሕዋት ይገርመኩም እዩ ማለት ኣብዚ ግዜ እዚ ኩሉ እዩ ነናይ ባዕሉ ትረንድ ሒዙ እዩ ዝመጽእ ሓደ መጺኡ ሓድሽ ኣስዓ የርእየና ሓደ መጺኡ ሓድሽ የርእዩና ሓፍተይ ናይ ባዕላ ሕቖኣን ለበስ
ከብዲ ከም ዘለመድካዮ ትበልዕ
ከብዲ ከም ዘለመድካዮ ዳሽ

ሕጂ ኣይረኣኽዋን እዚ ብርከት ባተራ
ንሸውሓት እዛ ቪድዮ ምረናያ ማለት እዛ ምስላ ግን እንድሕር ትፈልጥዋ ተሃሊኹም እስቲ ንገሩና ኸብዲ ከም ዘልመድካዮ ዳሽ ትበልዕ ጌቶ ዶ ሄሎ ሙሉ ነጋዒ ነኝ ክሳይ ወፂ ኣለሞ ቅልጠፍ ኢልካ ምፀኒ

ንነጋ ዝበሃል ውሽማ ደኻኒ ንዓውፃእ ንዓውፀለይ ኣይርእየካ ኣለኹ ውፃእ ከም ዘይራ ሓታ ውፀለይ ወይ ቁድ ለም ዘበን ዘይን ውሽማ ንመን ጥዒምዎ ኣይ ንስኺ እንዲ ክትገብሩ ዘለኽን ትዳውላ ንስኺ ወይ ኣነ ኢና ክንነብራ እዛ ገዛ እዚኣ ሽመትረየስ A few moments later.
ደክተር በዓልቲ ገዛይ ብሰላም ተገላጊላ ከመይ

ኣንታ ሰለስቲኦም ናትኩም እዮም። ዶክተር መልክዐይ ዶ ጠፊኡኒ ወዲ ሃውኒ። ሰለስቲኦም ናትኩም እዮም ኢለኩም ተረጋግዑ፣ ሰለስቲኦም ናትኩም እዮም። ኣብዚኣ ሓቅኻ ማለት ኣብታ ሓዳር ተማቒልካ እንዲ ነይሩ ኣብታ ቆልዓ ምዕባይ እውን ይማቐለካ እዚ ሙሉ ደጋ ሓውና መጺኻ ውላድኻ ውሰድ እሺ ሓትስ ካብዚ ምቕጻል ድማ ኣብዚ ኩነታት ትርእዩ ኣለኹም ኢኹም ብፍላይ ድማ ኣብ ትግራይ ገለሲ ዝኾነ ኣብዛ ቀረባ ግዜ ተፈጢራ ነበረት ኩነታት ብዙሕ ሰደንጊጹ ኣዲስ ኣበባ ገለ ናኸደ ነይሩ

መቐለ ከ ታይ ደልዮ እዩ ሰላም ደኣ ኮነ እኒኦ ሰላም ኮይኑ ስብሎ ካለ ከዓ ከዓ እዩ እምበይ ምንም ዝኾነ የለ እዩ መቐለ ሰላም እያ እኒኣ እንተ መንግስትና ተኾነ ንግዚኡ እዩ እምበይ ምትዕራቆ ይቀሪ ዘይሓልፍ ነገር የለ እዩ ኩሉ ነገርስ ብሰላም ምዃኑ ይቀሪ መቐለ ሰላም እያ እኒኣ ፅቡቅ ብስሩ ንወፅ ኣለና ንኣቲ ኣለና ስብሎ ከዓ ወግዒ ደኣ ኮነ ድርድር እኒኦ ስጋና ኣይንወፅ ስጋና ኢለ ኣይንወፅ እሞችኻ ብራደረይ ስተ ደሞ ኮካ ሰቲ ለኽከ
ኣይ ብሓቂ ዋዛ ምስ ቁም ነገር ልኾነት ቪድዮ እያ እዛ ቪድዮ ሓቅኻ ኢኻ ግን ሰብና ልኸድ እኮ ካብዚ ኣምሊጡ ንኣዲስ ኣበባ ልኸድ ገለ ኣነ ልመስለኒ ለይኮን መስዋእቲ ንለይ ምኽፋል እዩ ግን ልኾነ ኮይኑ ስቲ ሃም ኣፍካ ይግበረልና ማለት ሰላም እዩ እንዲኻ ኢልካ ሰላም ይገበረልና ንቐፅል እሺ ኣሕዋት ካብዚ ምቐፃል ድማ ብዛዕባ መርዓ ዘለኩም ኣረኣእያ ከመይ እዩ እስቲ ክጥየቐኩም መርዓ እንታይ እዩ ንዓኹም መርዓ ሓቂ ሓይሽ ናይ ልብና ክንዛረብ መርዓ ተረዳዲእኻ ተሕልፎ እንተኾይንካ ከም መርዓ ጥዕም የለን መርዓ ሂወት እዩ ጓል ኣንስተይቲ ብርሃን ናይ ገዛ እያ እዚ ዝክሕዶ የለን ግን እንድሕር ሓንጊዳ ኑክሌር እያ እወ መብዛሕቲ ሕጂ ብሰበይቶም ዘይሕጉዛት ብሰበይቶም ዘይሕጉሳት ሰባት ብሰበይቶም ዘይሕጉሳት እንድሕር ኣስተውዒልካ እ እም ዝብሉ እወ ስምብሉ ምክንያቱ ሰበይትካስ ክተቀባጥረልካ ኣለዋ ስቃይ እኮ ኣብ ገዛ ጽርፊ ኮይን ንሕና ባዕልና ጾታ ናይ ሰቡት እንዲና ተባዕታይ ጾታ ኮይን ተ ሰበይቲ ትቆጻጸረሉ ግዜ ኣለዎ ኣብ ገዛ ንግስቲ ሰበይቲ እያ ምክንያቱ በ ትብል ሰብኣይሲ ገንዘብን እስቤዛን እዩ ዘምጽእ ንሱ እዩ መልክዑ ካልእ ዳሕራይ ሰብኣውነት ስለ ዘለዎ ሕጂ ከም መማይት ትርእየካ ሽዑ ኢካ ትሕጎስ። ብርሃን ሓወይ ተጸሊኡካ ድዩ ወይ ኣቦ ደቀይ እንታይ ድኣ ኮንካ ናይ ዝሑል ድኣ ከምጽኣልካ ግን ድሕሪ ኢላካ ናብ ማማ ኢካ ትቅየር ምስ ሰብእይካስ እያ ደውና እወ ተሕንካእ ደስ ትብለካ ሓዳር ኣለካ በዓል ቃል ኪዳን እካ ኣምላክ ወይ ፈጣ ወይ ረቢ ምስ ሰበይትካ ክትራከብ ኣፍቂዱልካ እዩ ሕጂ ምስ ወድካ ክድቅስ ኮላ ወዲ ሓሙሽተ ዓመት ንሰበይትካ እንተ ደሊካ ክሳዕ ድቅሳ ጽንበር ባዕልኻ ማማይ ክትከውን ምሽ ተተሳእ ንዕ ትብላ ንምንታይ ማለት'ዩ ባዕልኻ ማማይ ክትከውን ደሊ
እዚኣ እታ ተቀባጥር ያልካያ እንታይ ድኣ ክትከውን የብል ግን እንታይ ካልእ ባህሪ ውን ኣሎ ናይ ቀደም ደቂ ኣንስትዮ። ሰበይቲ ኑክሌር ዘብላ እንታይ መስለካ ኦፋ እንተኢላ ኣኺሉኳ እዩ ኦፋ እዚ ሓዳር እዚ ተዋሪደ ኣነ እንተኢላ ኦፋ ኣብ ስራሕ ኣብ ገዛ ኦፋ ክልተ ኦፋ ፋፋ ተቐየርካ ዘ እሺ ኣሕዋት እዛ ቪድዮ ከም ዝረናያ ማለት መርዓ ወይ ድማ ሓዳር ትከባበረሉ እዩ ሓደ ብላዕሊ ክኾን ሓደ ብታሕቲ ክኾን ማለት ኣይኮነ ክልቴኹም በቃ ትከባበር ዝሓደ ልዕል ክብል ተሎ ዝሓደ ትሕቲ እዩን ዝሓደ ትሕቲ ክብል ተሎ ዝሓደ ልዕል እዩን ከምስል ተለኹ ግን ዝመከርኮ ይመስሊ ኣይፈልጦይ ኣይፈልጦይ ግን ኣረዳድኣ ኣይ ላቭ ዩ ክትለካ ኔትወርክ ኣቢ ከሎ ሄሎ ኣይስምዐ ፅንሒ ፅንሒ ሕርሕቕ ክብል ፅንሒ በቃ ጽንሕሽ ኣይስማዕ
ኣይ ላቭ ዩ ንምስማዕ ድዩ ዝኸሉ ዝሓወይ ችግር የብሉ ካሊእ እሞ ይትረፍ ወኪልናካ ኣለና በቃ ነዛ ዓዲ እዚኣ ወኪልካ

እዚ ሲ ናመን ጓል ኢድ እዩ ዝሓወይ ተረጋግዓ ተፃሊእ እያ ምፅ ንዓናይ ባ ተፃሊእ እያ ክምፅ ተፃላ ኣሕዋ እዚ ጉዳይ ከመይ ከመይ ኣረዱኒ ማለት ቀደምሲ ኣዋደደን ቅርሺ ክሪኣ ተለዋ ነፍቃሬን ልክሕዳ ገለ ይበሃል ነይሩ ብወዲ ጀሚርና ኣቲናያ መውፃኢና ደቲ ሓቅና ሓቅኹም ቀፅልሉ እሸሓት እስካብ ምቕፃል ድማ ትምኒት ወላይ ዝኾነ መልእኽቲ ሕልፈላ ብሓደ ኮይና ንስምዐ
ሰላም ድምጻዊት ትምኒት ወልዳ እየ ሎማዓንቲ ሓደ ኣገዳሲ መልእኽቲ ሒዘ መጽየ ኣለኹ እቲ መልእኽቲ እሱ እንታይ እዩ ዝኾነ ይኹን ሰብ ክኸልፈለይ ኢሉ እዩ ዓዲ ገዲፉ ዝወፅእ እምበር ፈትዩ ዝስደድ የለን ብዝኾነ ድማ ነዞም ኣብ የመንን ኣብ ካልኦት ከባብታትን ዓለም ብሕማምን ብጥሜትን ዝሳቐዩ ዘለዉ ኣሕዋትና ድምፂ ንኹኖም ክብል ይፈቱ ብፍላይ ብፍላይ መንግስትን ገበርቲ ሰናይ ትካላትን ኩልና በብዘለናዮ ሰናይ ፅዕንቶ ንክንፈጥር ይላቦ። የቐንየለይ። ሕጂ እንታይ እዩ ማለት እዩ እዞም ብላክ ኣይእሰርክዎን ገለ ድየ ክብል መጽ እንታይ እንታይ እየ ክብል ማለት እዩ እዚ ሎጂክ ሕቶ እኮ እዩ ሰልጠነ እንታይ እየ ክብል ማለት እዩ እዚ ብቀዳማይ ዓለም ኢና ዘለና ብቀዳማይ ዓለም እዞም ብላክ ዝተኸሰሰሉ ኣብ ስክሪን እዩ ዝመፀሉ ዋላ ንእሽተይ ዶት ዝገበርካ ግደፎሞ ክሲ ገለመለ ንእሽተይ ነጥቢ ዘቐመጥካያ ሲ ኣብያ ትመፅእ ሕጂ እዚ ኤለመንታሪ ነገር እዩ ኣነ ሚሽን ኣለኒ ተረዲኻ ንሰልጠነ መደብ ኣለኒ ዕላማ ኣለኒ ካብ ግዜን ግዘ ደቀይን ግዜ ሰበይተይን ቆሪሰ ክዕውቶ ዝደሊ ነገር ኣለኒ ስቕ ኢለ ኣብ ዝኾነ ነገር ኣትየ ዝበሃል ገብር ኣይደለኒ ኣብኡ እውን ተፃዊተ ይክእልኒ ኣነ ኣለካ ከምኡ ዝበለ ጭቃ ገለ መላእተ ሲ ተፃዊተ ይክእልኒ ጌርካ ዝብል ሰብ ተሃልዩ ኣብ ዓዲ ሕጊ ኣለና ኦንላይን ቆፀራ ትሕዘሉ ቤት ፍርዲ እዩ ዘሎ መፅኢ ሰብ ይሓዘና እንታይ እንታይ እንታይ እዩ ማለት እዩ ስለዚ ሕጂ ኣነ ዕላማ ናይቲ ምውዕዋዕ ይርዳእኒ እየ ንስዕሮ ኸ ይርዳእኒ ኣንጻሩ ኣይሰርሕን ማለት ኣይኮነ ሓደ ኣነ ከዓ ሕቶ ተደዊሉ ዝሰኣን ሰብ ኣይኮንኩን ኣነ ፅሒፉለይ ዘይምልስ ሰብ ኣይኮንኩን ኣነ ሰብ ንምንታይ ሚድያ ዝሓተና ክምለሰሉ ደልዩ ኣይሓተኒ ድሕሪ ዛዕባ ገይሩ ቶፒክ ገይሩ ይገብሮ ኣሎ ኮይኑ ግን ኣተንሽን ዲ ዝደሊ ዘሎ ኢንካም ዲ ዝደሊ ዘሎ ንምንታይ ኣነ ብናቱ መፃወድያ ዝኣቱ እንታይ እዩ ዝደሊ ዘሎ ሰብ ስለዚ ኣነ እንታለካሲ ክብረት ዘለኒ ሰብ እየ ስለዚ እዚ ናይ ቆልዑ ክፃወትሉ ዝግብኦ ናይ ናይ ኤሌመንታሪ ዘረባሲ ወሪደ ገሊኡስ ግዜ ዝምልሶ ሕቶ እኮ ኣሎ ሰልጠነ ህዝቢ ዝምልሶ ሕቶ እኮ ኣሎ ገሊኡስ ንዑ ባ ንግደፈሉ እሺ ኣሕዋትና ለማዓንቲ ፊሉና ነዚ ይመስል ነይሩ ክሳብ እዚ ረኹም ሰዓት ሃሊኹም ብጣዕሚ ዝፈተኩም ብጣዕሚ ዘመስግነኩም ቐፃሊ ብካሊእ ቪድዮ ክሳብ ንራኸብ በብዘለኹሞ ሰላም ኩንለይ ይሞችኹም ሰሰናይ ንዓኹም